ሰላም ተኸታተልቲ መርከብ ቲቪ ንንውሕ ዝበለ እዋናት ብገለገለ ምክንያታት ካብዛ ዩቱብ ቻነል ጠፊኤ ፀኒሐ እየ ካብ ሎሚ ከዓ ቀፀል ዝኾነ ፕሮግራማት ስለነካይድ ሓደሽቲ ነዚ ቻናል ሓደሽቲ ዝኾንኩም ሰባት ሳብስክራይብ ንገሩ ቅድሚ ሕጂ ሳብስክራይብ ጌርኩም ኣብ ሳብስክራይብ ከም ዝፀናሕኩም ሰባት ከዓ ቴንክዩ ኤንዘን ካብ ሎሚ ኩሉ ግዜ ሓደ ሓደ ሓደሽትን ኣብ መሓርን ኣዘናጋዕቲ ዝበሃሉ መደባት ስለንቕርብ ኩሉ ግዜ ተኸታተልቲ ንምዃን ሳብስክራይብ ገሩ ኦኬ ጋይስ እስከ ንቐጽል ኣብዚ ናይ ሓውና ሓደ እስከ ንስማዕዮ ቁጥር ጫማው ምሽ ካብ ድምሰስ እንግዲህ ሕሰቡ ቁጥር ጫማው ምሽ ካብ ድምሰስ ክለኩም ተለኹ እንዴ ላእክል ዘይሮ ማለት ና ናገጸሙ መልክዕ እሽ ካብ ልጽልም ብፀሓይ ናገጸሙ እሽ ካብ ንፋስ እሽ ካብ ልጠፍእ ሙሉ በዓልቲ ሙሉ በዓልቲ ከተማ ሙሉ ዘይሮም ዘይሮም ዘይሮም ዘይሮም ሙሉ በዓልቲ ዘይሮም ዛጓል በዓላ ቀለበት መሪጻ ጓል ባዕላ እታ ጓል ባዕላ ማለት እዩ እዛ ቀለበት እዚኣ ትሕሸኒ እዛ ቀለበት እዚኣ የለኒ ኢላ ባዕላ መሪፃ ገዚኣ ካብኡ ፕሮግራም ገይሮም ታገብኛለሽ ልብል ድዩ ሜሪ ምልብል ፅሑፍ ገይሩ ታገብኛለሽ ወይ ልብል ደርፊ ወሊዑ ካብቶም በርክኹ ይፅንሓ ካብሳ ሃምኒ ትፈልጥ ኮይና መፃ ትድንግፅ ዝተጉልሉ ይገብሩላ ትህኪ ንዓት ተውፅእ ምናምን ግዛዕ ትህኪ ገለ ካብ ኢደቶ ቀለት ይገብረላ ካብኡ

ናዚኦም ጉዲ ጥራይ ውዳይ ጉድጎድ እንተዩ ኣይባይ ኣይ
ኣኪ ኢባ ኢሎ ኢሉ ይስዕ ኣይመስለኩምን ሕጂ ማለት ከመይ ድዩ ምናልባት ኣብዚ ዓድናስ ከምኡ ኣይተለመደን ይኸውን ከምዚ ከምኡ ክትገብሮ ንዝኾነ ሰብስ ከምዚ ታገብኛለሽ ገለ ዊሊ ሜሪ ሚገለ ክትብልሲ ኣፅቢዩና ከምዚ ፕሮግራም ንባዕሉ ከምዚ ንክተዳሉ ንባዕሉሲ እቲ ኢንቫይሮመንት ያን ያህል ምቹው ኣይመስለንን ሶ ሓቂ እዩ ምናልባት ብዙሕ ስክቲ ከምዚ ተማሂርካ ኦር ንመሓዝታ ገለ ይነግርዋ እሞ ጀስት ቁሩብ ሜቢ እቲ ፕሮግራም እንታይ እንታይ ከም ዝብሉ ሞር ዘይክትርዳእ ትኽእል እያ እምበር ኦልሞስት ፕሮፖዝ ከም ትግበር ፈሊጣ ትፀንሕ ይመስለኒ ናይዚ ሓውና ሓሳብ ትኽክል እዩ

ማእርስ ቀጽል። ውስጠዘ ቁጽሪ ሓደ ካብ ሎሚ ሓጸርቲ ቃላት ግን ከኣ ብዙሕ ትርጉም ዘለዎም ዘንበብክዎም ሸር ክገብር እየ። ቁጽሪ ሓደ ኩሉ ተወሲዱ እዩ ብሙሉእ ነብስኻ ምሰል ኣይነውርደን እዩ ዛቃል እዚኣ ብዙሕ ግዜ እያ ትድገመካ ግን ቀደም ሓይልና ከለና ንፅህና ከለና ወላ ሓደ ሓሳብ ዘይነበረና ኩሎ ሓደ ሮል ሞዴል ወይ ፀላዊ ሰብ ንምነ ነርና ከምዚ ዓይነት ሰብ ክኸውን ከምዚ ክልወጥ እየ እዚ ናተይ ሮል ሞዴል ነው እንዲያማ ኣብዚ ሕጂ እዋን ከምኡ የለን ግደፎ እሞ ዝፀልወካ ሰብ ከም ዝኸውን እዩ ክትብል ነብስና ኣይሰዓርና ዘለና ኣይሰዓርና ስለዚ ኩሉ ነገር ተወሲዱ መን ተሪፉ ኣሎ ንስኻ ነብስኻ ምሰል ብዘለካ ዓገብ ኦፍኮርስ ከምዛ ዘላታ ነብስኻ ክትቅበላ ከባድ እያ ግን ዘይልመን ነገር የለን ድሮ እኳ ስደት ለሚድና እዩ። ኩሉ ተወሲዱ እዩ ነብስኻ ምስ ኦ ሂዝ ራይት ነብስኻ ምሰል ሕጂ ታይ ድዩ ከምዚ ኣብ ሚድያ ወጺኻ ንብስኻ ምሰል ብዘለካ ተቀበሎ ገለ ገለ ዝተዘልካ ከምዚ ኣለካ ምስ ዘይኮነ ነገር ምዝራብ ኦር ምክባድ ነገር ገለ ክመስል እዩ ግን ታይ ኦልሬዲ ከፍቲ ዘለካ እያ ትጅምር ዘለካ እየ ትቅበል ትቅጽል ከኣ ጋይስ እስከ ንኖቬል ጋር ንስማያ
ልፎቲ ኣባህላንያ ታይ ኢሉ ካብ ገንዘብ ጓል ድሕረ ቀዲምካ ክልቲኡ ኢኻ ትስእኖ ቲንክ ባር ማኒግ
ያ ሹር ካብ ገንዘብ ጓል ድሕረ ቀዲምካ ንክልቲኡ ኢኻ ትስእኖ ኦኬ ጋይስ ኣይ ቲንክ ብዚ ፕሮግራም ኒሽን ናተዝናንኹም ክትህልው ተስፋ ይገብር ኦኬ እስከ ቃፃሊ ቪድዮ ከዓ ንርኣ ዲጀ ዝነበረ ኣክል ምስኩት